ሳብስክራይብ ክትኾኑና መፀግዒ ሸር ክትኾኑና መሳፍሒ እ? ፅርያት ጠዋቖ ፅርያት ተዓዘብቲ ምዃንኩም ፈሊጥና ኢና መፂና ዘለና ኣቲ ህዝቢ።
ላይክ በካ ጽልእኻ ደሊኻ ከኣ ዲስላይክ ህበካ ኢሞ ንሕና ከኣ ፍቅርኹም ደሊና ላይክ ክትቡና መጺና ኣለና።
ሰላም ሰላም ክቡራት ተኸታተልቲ ኣሉል ኢንተርቴንመንት ከመይ ኣለኹም ከመይ ትኾኑ ሎሚ እውን ከምቲ ዝተፈላለየ መደባት ሒዝናልኩም ንመፅእ ፍልይ ብዝበለ ምስቲ መቓር ደርፊ ሒዝናልኩም መፂና ኣለና ሰናይ ምክትታል እዚዩ ጭርሖይ ወትሩ ሃገሩ ሃገረይ ሕቡእ ምስጢር ደርፊ ወትሩ ሃገረይ ብዙሕ እዋን ሓድሽ ደርፊ ኣብ ምሰምዓሉ መቕረት ሓድሽ ዜማ ምስ ኣእምሮኻ ክወሃሃድ ግዜ ክወስድ ንቡር እዩ ሳሕቲ ግን ካብዚ ክውንነት ዘውፅእ ጌና እንዳሰማዕካዮ ወቓሕን ጥላሕን ዝብለካ ዜማ ምስ ሕደማ ጎፍ ይብለካ እዩ ናይዛ ኣብነት ኣብ 221 ብድምፃዊ ኣብርሃም ኣለም ኣቢ ዝተደርፈትን ዝተዘየመትን ብመሳኹቲ የእዛን ሌሒዃ መዓሙቕ ልቢ ፍሒራኻ ብሃነይነታ ሰጊራ ናብ መዓሙቕ ፍቕሪ ተሰጋግር ደርፊ ጎፍ ኢላትንን ኢላትኩምን እያ። እዛ ደርፊ ቀብዛር ምዃና ጥራይ ከይኣክል ውሕልልትን ልዝብትን ኮታ ምልኣት ዝተዓደላ ናይ ረቂቕ ፍልስፍናዊ ብልሒ ዝመንጨወት ምስ ምዃና ጓል ሰብ እንተትነብር ስድራ ልኢኽካ ባዕልኻ ወርቅን ኣልማዝን ኣግዚምካ ንስድራኣ መምለሲ እግሪ ሂብካ ክትውንና ተዋናውን ምኾነት ዕድል ኣይገበርኩን። ደርፊ ኮይና። ወትሩ ሃገረይ ወትሩ ዝዓደይ እዛ ደርፊ ኣርእስታ ቅድሚ ምንጋረይ እዚ ንዝደለዎ ብደመ ነፍሲ ወትሩ ሃገረይ ምዃና ፍጹም ዘጠራጥር ከይታ ሓልሚ ፍትሑን ይመስለኒ እዛ ደርፊ ካብታ ዝሰማዕኩላ ደቂቅ ክሳብ ዛሎም ደጋጊመ ክሰምዓ ክስልችወኒ ዘየፍቀደትለይ ናይ ዝሓለፈ ዓሰርታት ዓመት ካብተን ኣዝየን ውሑዳት ነባሪት ክትከውን ዝበቐዕትን ስራሕ እያ ወትሩ ሃገረይ ብዝብል ኣምር ሓደ እንግሊዛዊ ማይ ካንትሪ ኢዝ ራይት ኦር ሮንግ ብዝብል ዝተወስደ ኮይኑ ኤርትራ ትርከበን ዓበይቲ ናይ ዓለማት ሃገራት ዝኽተልኦ ረዚን ስነ ሓሳብ እዩ እዛ ሕደማ ነዚ ከም ኣርእስቲ ብብጋስ ኣዝዩ ዘድንቕ ፖይንት ኦፍ ቪው ናይቲ በዓል ብርዕ ዘጉልሕ ሓቂ እዩ ግን ከኣ ኣርእስቲ ጥራሕ ኣዋናዊንን ኢልካ ጨው ወይ በርበረ ከይበዝሓ ወይ ከይውሕዳ ወይ ውን ብማይ ዝተጀለሐት ከይትኸውን ጢዒምካ ክትፈርዳ ግዴታ ስለ ዝኸውን ንውሽጢ ጥልቕ ኢልካ ምስ ትምርምራ ኣብ ውዑይ ይኹን ኣብ ጌጋ ኣብ ምርጋእ ይኹን ኣብ ሓደጋ ኣብ መድረኽ ዘሎ ጉዳይ ዝኾነ እንተኾነ ወትሩ ሃገረይ ወትሩ ዝዓደይ ኣብ ምርጋእ ይኹን ናብ ሓደጋ ኣብ መድረኽ ዘሎ ጉዳይ ዝኾነ ተኾነ ወትሩ ሃገረይ ዝብል መእተዊ ጎፍ ምስ በለካ ቀዳማይ ኩላሱ ከይወሓጥካ ንኻልኣይ ማይ ቤት ክትኩልስ ብስስዐ ሃነፍነፍ ትብል ብድሕሪ እዚ ሓደ ድሕሪ ሓደ ዝመፅእ ማይ ቤት ካብ ሕድሕድ ዝበላለፅ ኣይኮነን ገለ ካብአን ኪንዮ ብግልቦት ብእምሮ ገድሊ ገደል ክትጋደሎ ጽኑዕ ምዃን ኣብኡ እዩ ዘሎ። ነዚ ብልሒ እዚ ዝፈጠሮ እንታይ እሞ ኣሎ ዘይኮኖ። ክንዮ ብጉልበት በእምሮ ገድሊ ገደል ክትጋደሎ ጽኑዕ ምዃን ኣብኡ እዩ ዘሎ። ነዚ ብልሒ እዚ ዝፈጠሮ እንታይ እሞ ኣሎ ዘይኮኖ። ዝብል ኣብ ድርብ ድማ ኣብ ነውሲ ወከፍ መድረኽ ናቱ ቅርጺ እንዳፈጠረ ዋጋ ኣኽፊሉና እንዲ በብተራ በብእብረ ክጻባጸብ ኣይጎይን ሓሳብ ከወራርዶ ድራማ ኣለዎ ታሪኽ ይቕዶ ወላ ኣይቕዶ ሃገረይ ብዝብል እጹብ ድንቂ ሕደማ ዝተኸለሰት ሃዋህው ትመልስ ዘይትጽገብን ስራሕ ኮይና ትጸንሓካ። እዚ ውሕልና እዚ ከይኣክል ኣብዘን ዝሓለፋ እዋናት ኣብርሃም ኣለም ከም ምስጢር ኮኳኮላ ብምንታይ ከም ዝቃመም ምስጢሩ ክፈትሖ ዘይከኣልኩ ቀብዛርን ነእዛን ሓሊፋ ንልቢ ምቹእነት ሂባ ካብ ሕማም ልቢ ዝፍውስ ዝመስል ምኡዝን ዜማ ገይሩ እዩ ኣሰኒዋ። ምዛ ደርፊ ከም ብርቱዕ ሓሽሽ ብቐሊሉ ዘየላቐ ወልፊ ሒዘካ ካብዚ ወጺእካ ምስ ታሪኽ ኣማጻጽኣን እዛ ጎብለል ጎባልል ምዃን ዝበቕዐት ሃገረ ኤርትራ ውድብ ህዝባዊ ግንባር ምትእስሳር ነዚ ዘድንቕ ሓድነት ጥምረት ድርዒ ክውስኽ ብውሕልነት ዝተዳለወ ብልጽቲ ስራሕ ምዃና ኣይስወጠካ'ሞ መሊሱ ብፍቕሪ ሃገር ምስዛ ሃገር ስራሕ ፍቕሪ መሊሱ ይዓሙቕ። ንሱ ስለ ዝኾነ'ዩ ድማ ካብ ዓመት ናብ ዓመት መሊሳ እንዳተሓደሰት ንሳልሳይ ዓመታ ከም ጭርሖ ኣብ ነፍሲ ወከፍ ኤርትራዊት መኪና ኣርእስቲ ገለ ካብ ማይ ቤት ሕደማ ተነቂሹ መካይን ከም መርዓት ቁንጅናን ርዝነትን ኣብ ምውሳኽ ዓቢ ተራ ትጻወት ዘላ። እቲ ዘገርም ምስጢር ናይዛ ደርፊ ከም ነቢት እንዳሓደረት ትምቅር ምህላዋ እዩ። ንኣቢ ነዛ ስራሕ ስለ ዘበርክተልና ብሽምኩም ደረት ኣልቦ ምስጋናይ ክድርጉሓሉ ፍቆዱለይ። ግና ከም ለበዋ ውልቃዊ ትምኒተይ እዛ ስራሕ ኣብ መበል ክልተ ሽሕን ዕስራን ሓደን በዓል ናጽነት ብጉጅለ ዋህልዋልታ ብላይፍ ኣብ መድረኽ ዝቕረበት ኮይና ክሳብ ሕጂ ብግቡእ ኣብ ስቱድዮ ተመሊኣ ብቪድዮ ክሊፕ ተሰንያ ኣብ ሰማዕቲ ዘይምዝርጋሓ ቅር ይብለኒ እዩ። ውልቃዊ ድሌተይ፣ እዚ ክውን ኮይኑ ክርኢ ባህጊ ከም ዘለኒ ዝከኣል እንተኾይኑ በዚ ዝጠቐስኩዎ ኣገባብ ክስራሕ ክሕሰበላን ድምጻዊ ኣብርሃም ኣለም፣ ኣቢ፣ ለበዋይ የመሓላልፍ። ነዛ ሕደማ ብብሉጽ ኣተሓሳስባ ወርቃዊ ብርዕን ኣሕንጢጡ ከም ማሕተም ኣብ ልብና ክትውቀር ዝገበረ ገጣሚ ሃብቶም ተወልደ ሃፋ ፈጺሙ ዘይሃፍፍ ዓቢ ፍልስፍናዊ ስነ ሓሳብ ዝሓዘለት ታሪኻዊት ኣመጻጽኣ ሰውራ ክሳብ ሕጂ ዝግስግስ ዘሎን ጽንዓትን ዝጠልብ መድረኽ ትፍትሽ ብልጽ ግጥሚ ብስም ኩሎም ደቂ ኤረይ ምስ ድምጻዊ ኣብርሃም ኣለም፣ ኣቢ፣ ሰስኑ ሰስኑ ሽሕን ዋልታን ኩኑ ይብሎም። ሕራይ እምበኣር ክቡራት ተኻታተልቲ ኣሉል ኢንተርተይመንት ነዛ ሓሳብ ብመልክዕ ጽሑፍ ኣሰንዩ ዝሃበና ስነ ጥበባዊ ሮቤል የማነ ዩ። ምሳኹም ዝጸናሕኩ ኣንባቢ ዘካርያስ ዓንዶም'የ። ሰላም ወሰናይ። ነብሲ ወከፍ መድረኽ ናቱ ቅርጺ እናፈጠረ ዋጋ ኣኽፊሉና እንድዩ በብተራ ብብረሽ ድራማ ኣለዎ ታሪኽ ታሪኽ ይቕዶ ዋላ ይቕዶ ሃገረይ
ሳብስክራይብ ክትኾኑና መፀግዒ ሸር ክትኾኑና መሳፍሒ እ ፅርያት ጠዋቖ ፅርያት ተዓዘብቲ ምዃንኩም ፈሊጥና ኢና መፂና ዘለና ኣብቲ ፅልእኻ ዝደለየ ምስሊ ላይክ ህበካ ፅልእኻ ዝደለየ ከዓ ዲስላይክ ህበካ እዩሞ ንሕና ከዓ ፍቅርኹም ደሊና ላይክ ክትቡና መፂና ኣለና።